ኣዘዝቲ ስራዊት ጽምዶ ናብ መቐለ ከምዝኣትው ተፈሊጡ።
ሕዚ ድፋዕ ኣብ ኣዲስ ኣበባ ምኹዓት ጀሚሩ ኣሎ። ረኢኹም
ኹሉ'ዩ ዝሃርፈና ሓደ ቋንቋና ሓደ ባህልና። ኩሉ ሓደ ሃይማኖትና ሰማያ እና ሰላም ጥራይ ሰላም ተሃልዩ ኩሉ ይርከብ እዩ። ኣብቲ መድረኽ ዝተረኸቡ ዋና ኣመሓዳሪ ንኡስ ዞባ ሰንዓፈ ኤርትራ ኣይተ እድሪስ ዓሊ ብወገኖም ከምዚ ሰላም ሰላም ፍትዋትን ክብራትን ተኸታተልቲ በብዘለኹምዎ ሰላም ጥዕና ርሃዋ እንዳተመነኹልኹም ኣብ ናይ ሎማዓንቲ መደብና ድማ ኣብ ማሕበራዊ ሚድያ ኣዝዮም ኣዘረርቲ ዛዕባታትን እዋናዊ ሓበሬታታት ንሕዘልኩም ቀሪበ ኣለኹ። ኣብ ቀርኒ ኣፍሪካ ኣብ ኢትዮጵያ፣ ኤርትራን ትግራይን ዘሎ ሓደሽቲ ኩነታትን ኣብ ሱዳን እውን ዘሎ ሓደሽቲ ምዕባለታትን ሒዘልኩም ቀሪበ ኣለኹ። ወታደራዊ፣ ፖለቲካዊ ትንተና ብሓደ ኮይና ክንህብ ክንትንትን ኢና። ንዚ ቻናል ሓደሽቲ ዝኾንኩም ቤተሰብ እንተሃለኹም ሰብስክራይብ ብምግባር ከምቲ ልሙድ ድማ ላይክ ብምግባር ጀምሮ ኣስቲ ናብ መደብና ክብለኩም ይሕዋት
ካዕሱ ካዕሱ ካዕሱ

ኣዘዝቲ ስራዊት ጽምዶ ናብ መቐለ ከምዝኣተዉ ተፈሊጡ። እቲ ሓበሬታ ከም ዘመላኽቶ ካብ ወሎ፣ ሽዋ፣ ጎንደርን ጎጃምን ዝመጹ መራሕቲ ሰራዊት ኣመራርሓ ፋኖ ዘመነ ካሴ፣ ሄኖክ ኣዲሱ፣ ብሩክ ስለሺ ሓዊሱ ናብ መቐለ ከምዝኣተዉን በቲ ትካል ጸጥታን ድሕንነትን ዝዝወራ ማዕኸናት ዜና ጸብጺበን። ብፍላይ ድማ ብጋዜጠኛ ኤርምያስ ለገሰ ዝምራሕ ኣዲስ ካምፓስ፣ ሚድያ ካብ ትካላት ፀጥታ ሙሉእ ሓበሬታ ከምዝረክብ ዝፍለጥ ኾይኑ ኣብዚ ሕዚ እዋን እዚ ነዚ ሓበሬታ ንምዝርጋሕ ኣፀጋሚ ስለዝኾነ እቲ ጋዜጠኛ ነዚ ብውልቂ ክገብሮ ከምዘይኽእል ይንገር። እቲ ጋዜጠኛ ብዛዕባ እቶም ናብ መቐለ ዝተጓዓዙ መራሕቲ ፋኖ ብዝምልከት ኣብ ዝሃቦ ሓበሬታ እቲ ትካል ፀጥታ ዝኽተሎ ኣገባብን ኣቀራርባ ሓበሬታን ዝተኸተለ ምዃኑ ተሓቢሩ። ብተመሳሳሊ ኣብ ቀረባ መዓልታት ስውራዊ ግንባር ብሄራዊ ሓድነት ዓፋር፣ ኡጉግማ፣ ኣመራርሓ ዕጡቓት ኣምሓራን ፋኖን ከም ዝተዘራረቡ ይዝከርዮ። እቲ ዝርርብ ዝተኻየደሉ ከባቢ'ኳ እንተዘይተፈለጠ፣ እቶም መንግስቲ ንምውዳቕ ብረት ኣልዒሎም ዘለዉ ዕጡቓት ዓፋር፣ ኣብ ዶባት ኤርትራን ዓፋርን ዝንቀሳቐሱ ኮይኖም፣ መራሒ ፋኖ ኣምሓራ ዘመነ ካሴን ኣመራርሓ ዕጡቓት ኡጉግማ ዘርኢ ስእሊ ኣዘራራቢ ኮይኑ ኣጸኒሑ ኣሎ። ምስዚ ብዝተኣሳሰር ዜና ትማሊ ኣዘዝቲ ሰራዊት ኤርትራ ናብ ትግራይ ኣትዮም ኣብ ምብራቓዊ ዞባ ትግራይ ከባቢ ጉሎ መኸዳ ኣቀባብላ ከምዝተገበረሎም ቴሌቪዥን ትግራይ ሓቢሩ ነይሩ። ኣብቲ መድረኽ ዝተረኸቡ ዋና ኣመሓዳሪ ንኡስ ዞባ ሰንዓፈ ኤርትራ ኣይተ እድሪስ ዓሊ ብወገኖም ከምዝበልዎ፣ ርክብ ህዝብታት ኤርትራን ትግራይን ዋላኳ ገለ እዋናት ዘተዓናቕፉ ጉዳያት እንተጋጠምዎም ተፈጥሮኣውን ቀጻልን እዩ ክብሉ ገሊጾም። መትከላትን
ዝምድና ህዝብታትን ዘይንቕነቕ ዘይቅየር ዘላኣለማዊ እዩ። እዚ ድማ ምልክት ናቱ እዩ። ናይ ሰላም ይኹን ናይ ልምዓት ይኹን ናይ ተጻብኦታት ይኹን ብድሆታት። ታሪኽና ናይ ሓባር እዩ፣ መጻኢና ድማ ናይ ሓባር ስለ ዝኾነ ጽምዶ ድማ ብንእሽቶ ጀሚሩ በብእዋኑ ከመይ ይሕምበብን ይውንጨፍን ክም ዘሎ ንርእዮ ስለ ዘለና ንሕና ሎሚ እውን ክም ቀደምና ከም መትከልና ነቕ ከይበልና ምእንቲ ሰላምን ምእንቲ መትከልን ዝውፈን ህዝብን መንግስትን ክም ዘለናን ኣብ ጎንኹም ክም ዘለናን ደጋጊመ ከረጋግጸልኩም ይደሊ። ክልቲኡ ህዝቢ እውን ናይ ባዕሉ ጸገም እንተይኮነስ ኣብ ፖለቲካዊ መሪሕነት ብዘለና መራሕቲ ብዝተጋገናዮ እቲ ህዝቢ በቲ ናትና ጌጋ ሓደሓደ ጉድለታት ክፍጽም ኣጋጢሙ እዩ። እዚ ከምዙይ ዝበለ ታሪኻዊ ክስተት ካብ ሀዚ ንደሓር ይኣክል ክልቲኡ ህዝብታት ፍቕሪ፣ ሰነያ፣ ምሕዝነት፣ ዝፈስስ ልምዓትን ንግድን፣ ዝፈስስ ኢንቨስትመንትን ናይ ክልቲኡ ሕውነት ርክብን እንተዘይኮይኑ ዝፈስስ ደም ዝትኮስ ጥይት፣ ዝንቀሳቐስ ዘስግእን ወታደራዊ ምንቅስቓሳት ንናይ ሓባር ድሕንነት እንተዘይኮይኑ ኣንጻሩ ዘቕንዕ ከይኸውን ክልቲኡ ህዝብታት ብዝገበርኩሞ ታሪኻዊ ርክብን ውሳነን ኣንጻር ናይ ሓባር ህልውናን ወረርትን እንገብሮ ወታደራዊ ምድላው እምበር ድሕሪ ሀዚ ኣንጻር ነንሕድሕድና እንገብሮ ምትኹታኹን ምትፍናንን ኣይህሉን።
ኣቤት ኣቤት ኣቤት ኣዳ ብልፅግና ብድሮን ተወቂዑ ዋ ካበይ መፅየን እንድዒ ስንዲ ጨኒቕኒ እኔ ደኣ ጋና ጋና ድሮን ዘይኮነ ምሳይል ምሳይል ምሳይል ኣሎ ምሳይል ምሳይል ኣታ ኣብዚ ንዓና እውን ድሮን እዮም ዝብሉና ኣርቢ ደወርካ ድሮን እያ ደብሪያ ገና ገና ገና ንመጀመርያ ግዜ ብድሮን ተወቂዑ ኣሎ መን ወቂዕዎ
ሕዚ ድፋዕ ኣብ ኣዲስ ኣበባ ምኩዓት ጀሚሩ ኣሎ ኦረዲ ብዝተወሰነ መልክዑ ዝፀንሐ ምኳኑ እዚ እንዳነገርናኩም ፀኒሕና ኢና ሕዚ ግን እቲ ድፋዕ ድፋዕ ይኹዕቶ ኣሎ ብዝብል ጥራሕ እንተይኮነ ከምዚኣ ገይረ ከርእየኩም እዚኣ እታ ድፋዕ ኣብነት ናይቲ ድፋዕ ዝተወሰነ ማለት እዩ ዙርያ ኣዲስ ኣበባ እዩ ተመልከት እዚ እዩ እቲ ድፋዕ ማለት ኣብ ኣዲስ ኣበባ ኣብ ኣዲስ ኣበባ ድፋዕ ዝኹዕት ዘሎ ማለት እዚ ጉድኒ ዓይኒ እንድዩ ፍርሒ ናይ ኣብዪ ኣሕመድ መንግስቲ ሃይለማርያም ከም ዘይኳዓተን ባይዘወ ኣይኳዓተን ርግፀኛ እየ ኣይኳዓተን ኣብ ጥቃ ኣዲስ ኣበባ ኣብ ዝነበርሉ እውን ድፋዕ ከምዚ ገይሩ ኩዒቱ ኣይተዋግእን ኣብ ሸረሪና ዝተሰርሐ ተኣምር ካብ ትግራይ ናብ ኣዲስ ኣበባ ሓደ ሽሕ ኪሎ ሜትር ብኣቨረጅ ኢልና ንውሰዶ ሓደ ሽሕ ኪሎ ሜትር መፅኦም ዝኾነ ነገር ገብሩ እዮም ተጋሩ እንተመፅኦም ተጋሩ እንተሃልዮ እሞ የለኹን ኣነ ማለት ኢሉ ዝሰገ ፀላኢ ከምዚ ሓዚ ትርእይዋ ዘለኹም ኣብ ርእሰ ከተማ ናይታ ዓዲ ኣብ ኣዲስ ኣበባ ድፋዕ ኩዒትካስ ትግራይ ክትመከት ትግራይ ክትብላዕ ማለት እዩ ትግራይ ክነጥፍእ ኢና እንዳበለ ዝመፅእ ዘሎ ፀላኢ ኣብ ኣዲስ ኣበባ ድፋዕ ኩዒቱ ንትግራይ ክከላኸላ ተኣምራት እዩ ማለት ምናልባሽ እዚ ብሓደ ገፅ ኣብ ሓንቲ ከባቢ ዘላ እዮም ዘርእዩና ዘለዉ የቕንዮም ሶርስታትና ኣነ ብጣዕሚ ዝገርመኒ እንታይ ይመስለኩም እንተነኣሰ ተጋሩ ኮይና ክንርድኦ ዘለና እውን ኢለ ዝሓስቦ ማለት እዩ እዚኣ እናገበረ በዲስ ኣበባ ድፋዕ ኩዒቱ ኣብ ትግራይ መፅየስ ተዘይወላዕኹም ዝብለካ ትግራይ ናይ ምጥፋእ ድልየቱ ብዝኾነ ይኹን መልክዑ ክገድፎ ዝኽእል ነገር ከም ዘይኮነ እዩ ዘርእየኒ እዚ እኮ ኦረዲ ተሰዓረኒ ስዕረቱ እኮ ባዕሉ ይነግረና ኣሎ ኣብ መቐለ ይኮነን እኮ ድፋዕ እዚ ኣብ ወሰና ወሰን መቐለ ወሰና ወሰን ሽረ ወይ ዓድግራት ወይ ማይጮ ይኮነን ኣብ ወሰና ወሰን ከተማታትና ድፋዕ ንኩዕተ ኣይኮንናን እንተነኣሰ ንቆላ ውሪድካ ናብ በረኻ ውሪድካ ኢኻ ንፀላኢ ትድዕኾ ናይ ወለድና ንሱ እዩ ትማሊ ትማሊ ዝረኣናዮ እውን ንሱ እዩ ሓትና ዝገበርዎ ወለድና ዝገበርዎ ትማሊ ኣዲስ ኣበባ ዙርያ ድፋዕ እናኹዓትካ ስን ትግራይ መፂኻ እንተዘይበልዓ ክትብል ከለኻ ግን ሓንቲ እያ እታ ትርጉም ሞትኮይ ሞትኩ ስለ ሞት ምንም እየሓስብን ዘሎ ስለቲ ዝጠፍእ ዘሎ መንእሰይ ምንም ኣይሕስቦን ዘሎ እቲ ሓንቲ ዝሪኣ ዘሎ ፀላእ እዚ ትግራዋይ ክጠፍእ ኣለዎ ካብ ገፅ ምድሪ ትብል እያ ልቢ በል ሕዚ ትግራዋይ ኮይኑ ምስ ሓይሊ እዚ ዝውግን ትግራዋይ ከመይ ዝበለ ትግራዋይ ክበሃል ከም ዝኽእል ይፈልጥ ከመይ ዝበልካ ደንቆሮ ክትኮን ከለካ ኢኻ ዘርእኻ ከጥፍእ ዓሌትካ ከጥፍእ፣ መንነትካ ከጥፍእ፣ ታሪኽካ ከጥፍእ ምስ ዝኸይድ ሓይሊ ወጊንካ ትሰርሕ። እዚ እዩ ዝገርመና ኣነ። ካሊእ ምስክረ የድልየካን ተኣኻልካዮ ትኩዕቶኒ ኢኻ እንተልካዮስ ሕዚ እኮ ንትግራይ ክወርር ይመፅእ ስለ ዘሎ እዩ ዝኩዕቶ ዘሎ እምበር ፋኖ ሰለስተ ዓመቱ እዩ ኦላ ሽዱሽተ ሸውዓተ ዓመቱ እዩ ነዚኦም እንተዝኾን ነይሩ ነቶም በብከባቢኡ ዝኔው በብኸባቢኡ ዝኔው ናይ ናፅነት ሓይሊ እንተዝኸውን ነይሩ እስካዕ ሕዚ እታ ኮይኑ ዘይቋዓቱ ሕዚ ዝመፅ ዘሎ ናብ ትግራይ እታ ናይ ትግራይ ደብረ ብርሃን ምብፃሕ ከዓ ስለ ዝፈልጣ ፅባሕ ንጎ ደብረ ብርሃን ክመፁ እዮም እዞም ሓይልታት እዚኦም ማንም ጠጠው ዘብሎም የለን ግን እዚኣ እንዳፈለጠ ዕርቂ ዘይገብር ብሰላም ዘይውድኦ ክትብሉ ትኽእሉ ኢኹም ከምኡ ክንብል ንኽእል ኢና ለባም ከምኡ እዩ ዝብል ኣይክእሎምን እዚኦም ጥሒሶም ክመፁ ይኽእሉ እዮም እንድሕር ኢሉ ብሰላም ዘይውድኦ ታይቶ ታይቶ ዝኩሉ ድፋዕን ካሊእን ምኩዓት እንታይ ናብ ከምኡ ናብ ከምኡ ወሰዶ እዚዩ ንለባም የተሓሳስቦ እዩ ከም ኣብዪ ኣሕመድ ዝበለ ብደው ዝደንቆረ ብፅልኢ ዝደንቆረ ኣብቲ ኣተሓሳስባ ንሱ ዘለዉ ብምልኦም ሞት ከርኢ ዘይኽእል ፅልኢ ኣለዎም ማለት ሞት ዘርስዕ